መብዛሕትኡ ሰብ ኣብ ቦታ ስራሕ፣ ኣብ ቤት ትምህርቲ፣ ወይ ኣብ ዝተፈላለዩ ቦታታት ምንዓቕ የጋጥሞ እዩ። እሞ ሰባት ብበዝሒ ክንዕቑኻን ክብሪ ክኸልኡኻን ከለው ከም ፍታሕ ጌርካ እትወስዶ እንታይ እዩ? በይንኻ ምዃን፣ ሓድሽ ዓርኪ ምሓዝ፣ ቦታ ስራሕ ምቕያር፣ ሓድሽ መሳርሕቲ ምድላይ፣ ወይስ ከባቢኻ ምቕያር? ብሓቂ እሞ እዚ ክሳብ ክንደይ ውጽኢታዊ ዀይኑ ረኺብካዮ? ምንጪ ናይቲ ሰባት ዘርእዩኻ ምንዓቕ ካብቲ ቦታ ወይ ካብ ከባቢ ስለ ዘይኰነ፣ በዚ መንገዲ እዚ ጥራይ ክትዓግቶ ኣይትኽእልን ኢኻ። ኣብ ህይወትካ ነዚ ምንዓቕ ብኸመይ ከም እትቈጻጸሮ እንተ ዘይፈሊጥካ፣ ኣብ ዝኸድካዮ ዘበለ ቦታ ዅሉ ግዳይ ናይዚ ምዃንካ ዘይተርፍ እዩ። ሰባት ስለምንታይ ይንዕቑኻ? ስለምንታይኸ ነቲ ዚግብኣካ ክብርን ቦታን ይኸልኡኻ? ኣብ ናይ ሎሚ ቪድዮና ነዚ ምንዓቕ ወይ ምስኣን ክብሪ ንምቁጽጻር ዝሕጉዝኻ ጠቓምቲ ትምህርትታት ክነርኢ ኢና። ክሳብ ሕጂ ነዚ ንህይወትካ ጠቓሚ ፍልጠት ዘካፍል ቻነል ሓድሽ እንተ ኮይንካ Subscribe ብምግባር ኣባል ስድራቤትና ኩን። ከምኡውን ነዛ ቪድዮ ላይክ ብምግባር ጀምር። ቐዳማይ ምንጩ ሕሰብ። ካብቶም ንምንዓቕ ሰባት ንምቁጽጻር ዝሕጉዝኻ መንገድታት እቲ ቐዳማይ፣ ምንጩ ሕሰብ ዝብል እዩ። ምንዓቕ ወይ ንኽብሪ ሰባት ሒዝካ ምርኣይ ስቕ ኢሉ ዝመጽእ ወይ ዝፍጠር ነገር ኣይኮነን። ስለዚ ድማ እቲ ምንጪ ምፍላጥን ብዕምቆት ምሕሳብን የድልየካ እዩ። ሓድሓደ ግዜ እቶም ናይ ምንዓቕ ርእይቶታትን ኣኽብሮት ዝጎደሎም ኣተሓሕዛታትን ብቐጥታ ምስቲ ውልቀሰብ እዩ ዝተሓሓዝ። ስለዚ ኩልግዜ እዚ ምንዓቕ ክገጥመካ ከሎ ኣብቲ ቦታ ወይ ኣብቲ ሰብ ጥራይ ኣይተተኩር። ምናልባት እውን ንዓኻ ኣብ ዘይምጥን ቦታ ተረኺብካ ክትኸውን ከም እትኽእል ሕሰብ። ወይ ድማ እቲ ሰብ ብሰንኪ ኣተዓባብይኡ፣ ብሰንኪ ኣነባብራኡ፣ ወይ ኣብ ህይወቱ ዘይተመሃሮ ናይ ስነ-ስርዓት ጉድለት ክኸውን ከም ዝኽእል ተረዳእ። ሓድሓደ ግዜ ድማ ብደረጃ ስራሕ ወይ ብቦታ ማዕረ ምስ እትኸውን፣ ምንጪ ናይቲ ምንዓቕ እቲ ሰብ ንዓኻ ዘለዎ ድፉን ጽልኢት ወይ ናይ ብልጫ ፍርሒ ወይ'ውን ኣነ እበልጽ ካብ ዝብል ናይ ልቢ ትዕቢት ዝምንጩ መርዛም ኣተሓሳስባ ክኸውን ይኽእል እዩ። ስለዚ ካብ ካልኦት ምንዓቕ ወይ ኣሉታዊ ግብረመልሲ ክገጥመካ ከሎ ምንጩ ምሕሳብ ዝብል ጠቓሚ መምርሒ ክትዝክሮ ዘለካ ቀንዲ ጉዳይ እዩ። ነቲ ዜኽብረካ ሰብ ዘለዎ ተኣማንነትን ኣገዳስነትን ብግቡእ ገምግም። ፍልጠቱ፣ ተመክሮኡ፣ ከምኡ ድማ ዕላምኡ ኣብ ግምት የእቱ። ተኣማንነት ካብ ዘይብሉ ሰብ ዝወሃቡ ናይ ምንዓቕ ርእይቶታት ብዙሕ ክብደት ከም ዘይብሎም ተገንዘብ። እቲ ሰብ ተኣማንነት ወይ ፍልጠት እንተ ዘይብሉ፣ እቲ ርእይቶኡ እምብዛ ቀሊል እዩ ዝኸውን። ናይቲ ግለ ሰብ ርእይቶ ብሰንኪ ናቱ ውልቃዊ ኣድልዎ፣ ድፉን ጽልኢ ወይ ድማ ኣብ ውሽጡ ዘይተፈትሑ ጉዳያት ዝተሞርከሰ ክኸውን ይኽእል እዩ። እዚ ድማ ዘይፍትሓዊ ፍርድታት ወይ ኣሉታዊ ባህሪ ናይ ምርኣይ ታሪኽ ይህልዎ። ካብቲ ጽልን ኣኽብሮትን ምስኣንን ብድሕሪኡ ዘሎ ዕላማ ብግቡእ ተመልከት። እቲ ሰብ ንዓኻ ንምብስጫው፣ ግብረ መልሲ ክትህብ ንምቕስቃስ፣ ወይ ሓይሉ ንምርኣይ ይጽዕር ይህሉ ይኸውን። በዚ ምኽንያት እዚ ምግንዛብካ ንድሕንነትካ ኣዝዩ ጠቓሚ እዩ። ስለዚ ዝያዳ ሚዛናውን ተጨባጥን ራእይ ክህቡኻ ዝኽእሉ ዝተፈላለዩ ኣረኣእያታት ድለ። እዚ ሰፊሕ ኣረኣእያ እዚ ንጹርነት ክትረክብን ነቲ ኣኽብሮት ዝጎደሎም ርእይቶታት ንምቁጽጻርን ክሕግዘካ እዩ። ይኹን እምበር፣ ኩል ግዜ ምንዓቕ ክገጥመካ ከሎ፣ ናይቲ ምንዓቕ ምንጪ ብዕምቆት ምፍታሽ ካብ ኩሉ ንላዕሊ ቀዳማይን ኣገዳስን ነገር እዩ። እዚ ምግባርካ ኣብ ርእስኻ ዘለካ ርእሰ ምትእምማን ንምዕባይን ኣብ ውሽጥኻ ናይ ዘይምድላይ ስምዒት ንምውጋድን ብሓቂ ክሕግዘካ እዩ። ካልኣይ፣ ናይ ኻልኦት ርእይቶ ጊዝያዊ ምዃኑ ፍለጥ። ናይ ሰባት ርእይቶ ጊዝያውነት ክንብል ከለና፣ ሰባት ዝህብዎ ርእይቶ ጥልቀቱን ስፍሓቱን እኹል ሓሳብ ዝተገበረሉ ስለ ዘይኮነ'የ። እዚ ድማ እቲ ርእይቶኦም ንዓኻ ብዝምልከት ዓሚቕ ፍልጠት መሰረት ዝገበረ ዘይኮነስ፣ ካብ ላዕሊ ላዕሊ ብዝተገበረ ግምታዊ ስምዒት ጥራይ ክኸውን ስለ ዝኽእል'ዩ። ስለዚ እቶም ርእይቶታት በብጊዚኡን በብእዋኑን ተለዋወጥቲ ምዃኖም ተገንዘብ። ናይ ሰባት ርእይቶን ፍርድን መብዛሕትኡ ግዜ ግዝያዊ እዩ። ናይ ሰባት ኣረኣእያታት፣ ኣብ ናይ ገዛእ ርእሶም ተመክሮታት፣ ስምዒታት፣ ዘለዎም ኣድልዎን ኣብ ሓደ ኩነታት ዘለዎም ምርዳእ ወይ ፍልጠትን ጥራይ ዝተመስረተ እዩ። ርእይቶታት ብባህሪኦም ውልቃውያን ምዃኖም ተረዳእ። ሓደ ሰብ ከም ምንዓቕ ዝረኣዮ ነገር ንኻልእ ሰብ ምንም ዋጋ ዘይብሉ ክኸውን ይኸእል እዩ። ርእይቶታት ኣድማሳውያን ወይ ፍጹማውያን ከም ዘይኮኑ ተገንዘብ። ናይ ሰባት ርእይቶ ምስ ግዜ ክቕየር ይኸእል እዩ። ሎሚ ሓደ ሰብ ብዛዕባኻ ዘለዎ ኣረኣእያ፣ ጽባሕ ብሓድሽ ፍልጠት፣ ብውልቃዊ ዕቤት ወይ ብሰንኪ ናይ እምነት ለውጢ ፈጺሙ ክቕየር ይኸእል እዩ። ርእይቶታት ተለዋወጥቲ ምዃኖምን ንናትካ ተፈጥሮኣዊ ክብርን ዋጋን ዘንጸባርቑ ከም ዘይኮኑን ፍለጥ። ነዚ ግዝያዊ ምንዓቕ እዚ ነቲ ንገዛእ ርእስኻ ዘለካ ዋጋ ክገልጾ ወይ ንናትካ ርእሰ ምትእምማን ክሽርሽሮ ኣይትፍቀደሉ። ምስዚ ሓቢርካ ክትሕዞ ዘለካ ግን ርእይቶኻ ንዓኻ ናይ መደየቢ መሳልል ክኾኑኻ ከም ዝኽእሉ እዩ። ርእይቶታት ክትቕበል ከለኻ እቲ ርእይቶ ሚዛናውን ምኽንያታውን ኾይኑ እንተረኺብካዮ ንርእስኻ ንምፍታሽ ዘድልየካ ነገር ንምሓዝን ክሕግዘካ እዩ። ነቲ ንምንዓቕ ይኹን ንናትካ ትችት ዝቐርብ ርእይቶ ንርእስኻ ንምዕባይን ጉድለታትካ ንምእራምን እንተተጠቒምካሉ፣ ንሱ ንናትካ ሰኒ ሓሳብ ዝያዳ ከም ዘስፍሖ ክትፈልጥ ይግባእ። ሳልሳይ፣ ብሕያዋይነትን ብርህራሄን መልሲ ሃብ። ብሕያዋይነትን ብርህራሄን ምላሽ ምሃብ፣ ንምንዓቕን ንምቁጽጻርን ኣወንታዊ ዝምድናታት ንምፍጣርን እቲ ዝሓየለ መገዲ'ዩ። ፍልስፍና ስቶይሲዝም'ውን ንዘየኽብር ተግባር ብሕያዋይነትን ብርህራሄን ምላሽ ምሃብ የተባብዕ'ዩ። እቶም ንኻልኦት ዘየኽብሩ ሰባት ካብ ናይ ገዛእ ርእሶም ውሽጣዊ ቃልሲ ወይ ድንቁርና ክቃለሱ ከም ዝኽእሉ ተረዳእ። ነኣረኣእያኦምን ስምዒቶምን ንምርዳእ ርእስኻ ኣብ ቦትኦም ኣእቱ እሞ ነዚ ኣኽብሮት ዝጎደሎ ባህርይ ከንጸባርቑ ዝዳረኾም ምኽንያት ብብልሓት ተረዳእ። እዚ ብርህራሄ ዝመልኦ ምርዳእኻ ብቑጠዓ ወይ ብምክልኻል ግብረ መልሲ ካብ ምሃብ ብሕያዋይነት ክትምልስ ይሕግዘካ። ብተወሳኺ ድማ ብንቕሓት ስምዓዮም። ንሓሳባቶምን ስምዒቶምን ናይ ሓቂ ተገዳስነት ከም ዘለካ ርእዮም። ብስምዒታውነትን ብንደትን ግብረ መልሲ ካብ ምሃብ ብርግኣት ምላሽ ሃቦም። ሓሳባትካ ኣኪብካ ንእሽቶ ግዜ ውሰድ እሞ ቃላትካ ብጥንቃቐ ምረጽ። ብምስትውዓል ምላሽ ምሃብ፣ ነቲ ኩነታት ንምህዳእን ዝምድና ንምፍጣርን የኽእለካ እዩ። ቃላት ካብ ኣፍካ ክሳብ ዝወጹ ባሮትካ እዮም፣ ሓንሳብ ምስ ወጹ ግን። ጐይቶትካ እዮም። እዚ ምስላ እዚ ክሳብ ክንደይ ብጥንቃቐ ኽንዛረብ ከም ዘለና ዚምህር እዩ። እቲ እትጠዓሰሉ ወይ ብስምዒታውነት ንዓኻ ዜገልጽ ባህርይ ክትርእ ኣይግባእን። ራብዓይ፣ ነቲ ምንዓቕ ከም ናትካ ነጸብራቕ ኣይትግበሮ። ናይ ካልኦት ምንዓቕ ዝመልኦ ባህርይ ንናትካ ዋጋ ዘንጸባርቕ ዘይኰነስ፣ ንናቶም መንነትን ባህርይን ዚገልጽ ምዃኑ ፍለጥ። ነፍሲ ወከፍ ሰብ ናቱ ፍሉይ ኣረኣእያን ናይ እምነት እሴትን ከም ዘለዎ ተረዳእ። እቲ ኣኽብሮት ዝጐደሎ ባህርይ፣ መብዛሕትኡ ግዘ ካብቲ ናይቲ ሰብ ውሽጣዊ ዘይምርጋእን ኣድልዎ ዝመልኦ ባህሪን ወይ እተጠማዘዘ ኣረኣእያን ጥራይ ዝምንጩ፣ ንናትካ ክብርን ዋጋን ዘንጸባርቕ እዩ ክበሃል ኣይከኣልን። ነቲ ንርእስኻ ዘለካ ግምት ዝውስኖ ናይ ካልኦት ርእይቶ ወይ ባህሪ ከም ዘይኮነ ተገንዘብ። ስለዚ ውሽጣዊ ርግኣትካ ሓሉ። ውሽጣዊ ርግኣት ንድሕንነትካ ንምሕላውን ንፈተናታት ንምጽዋርን ኣዝዩ ኣገዳሲ እዩ። ፍልስፍና ስቶይሲዝም እቶም ደጋዊ ኵነታት ዝኾኑ እኳ እንተኾኑ ውሽጣዊ ርግኣትካ ናይ ምሕላው ኣገዳስነት የስምር'ዩ። ደጋዊ ኩነታት ንናትካ ውሽጣዊ ርግኣት ክዘርግዎ ኣይትፍቀድ። እቶም ናይ ምንዓቕ ደጋዊ ተግባራት ካባኻ ዝመንጨዉ ዘይኮኑስ ካብቲ ናይቲ ካልእ ሰብ ኣረኣእያ ጥራይ'ዮም ዝምንጩ። እዞም ተግባራት እዚኣቶም ካብ ቁጽጽርካ ወጻኢ'ዮም። እቲ ንሳቶም ዝዛረብዎ ነገር ክትቆጻጸሮ ኣይትኽእልን ኢኻ። ይኹን'ምበር ንናትካ ግብረመልሲ ክትቆጻጸር ትኽእል ኢኻ። ንውሽጥኻ ዝጎድኦ ግን እቲ ንሳቶም ዝበልዎ ዘይኮነስ እቲ ንስኻ እትህቦ ግብረመልሲ'ዩ። ስለዚ እቲ ግብረ መልስኻ ንዓኻ ዝጠቅምን ንውሽጣዊ ርግኣትካ ዝሕሉን ጥራይ ይኹን። ሓምሻይ፣ ንምንዓቕ ከም ናይ ዕቤት ዕድል ተጠቐመሉ። ክብሪ ምስኣንን ምንዓቕን ከም ናይ ዕቤት ዕድል ምጥቃም፣ ዓበይቲ ነገራት ክትመሃርን ጠቓምቲ ልምድታት ክተማዕብልን ዝሕግዘካ ናይ ለውጢ ኣተሓሳስባ ክኸውን ይኽእል እዩ። ስቶይሲዝም ንፈተነታትን ምንዓቕን ሓዊሱ፣ ንውልቃዊ ዕቤትካ ናይ ምምሕያሽ መገዲ ጌርካ ምጥቃም የተባብዕ እዩ። ነቲ ትዕግስቲ፣ ጽንዓት፣ ከምኡ ድማ ስምዒታዊ ፍልጠትካ ንምልማድን ንምምዕባልን ነቲ ኣኽብሮት ዝጎደሎ ባህሪ ተጠቐመሉ። በቲ ምንዓቕ ካብ ዝለዓሉ ኣሉታውያን ወይ ሕማቕ ስምዒታት ካብ ምሕሳብ፣ ካብዚ ኩነታት እዚ ክተትርፎ እትኽእል ጠቓም ተመክሮ ጥራይ ሕሰብ። ካብ ከምዚ ዝበለ ተመክሮ እንታይ ክትመሃር ከም እትኽእልን ንውልቃዊ ዕቤትካ ብኸመይ ክሕግዘካ ከም ዝኽእልን ንርእስኻ ሕተታ። ሻድሻይ፣ ኣብቲ ክትቆጻጸሮ እትኽእል ነገር ጥራይ ኣተኩር። ዓቕምኻ ኣብ ትሕቲ ቍጽጽርካ ኣብ ዘለዉ ጕዳያት ጥራይ ኣውዕሎ። ንኣብነት፣ ኣብ ሓሳባትካ፣ ተግባራትካን ግብረ መልስታትካን ጥራይ ኣተኩር። ናብቶም ክትገብሮም እትኽእል ግቡእ ዕላማታትካ ኣቕንዕ። ኣብቲ ኣኽብሮት ዝጐደሎ ርእይቶታት ካብ ምትኳር ወይ ናይ በቐል ስጕምቲ ካብ ምውሳድ ብምስትውዓልን ብብልሓትን ምላሽ ክትህብ ጻዕር። ኩሉ ግዜ ካብ ዓቕምካ ንላዕሊ ኣብ ዝኾኑ ነገራት ኣተኩሮኻ ኣይተጥፍእ። ምንዓቕን ምስኣን ክብርን ከም ግዜኡን ከም ቦትኡን ተለዋወጥቲ እዮም። ስለዚ ኣብቲ ክትቕይሮ እትኽእል ነገር ጥራይ ኣተኩር። ነቲ ምስትውዓልካ በዚ ኣይተመዝኖ። ሓደ ኣበሃህላ ኣሎ፣ ምስ ሓሰማ ኣብ ጭቃ ክትጋደል ትኽእል ኢኻ፣ ክልቲኤኹም ትርገጹን ክትረስሑን ኢኹም። እቲ ፍልልይ ግን እቲ ሓሰማ ነቲ ጭቃ፣ እቲ ሓሰማ ነቲ ምርሳሕ ይፈትዎ እዩ ዝብል። ስለዚ ምስቶም ንዓኻ ዘይምጥኑ ሰባት ኣይትኺድ። ኣብ ምንዓቕን ምስኣን ክብርን እኳ እንተሃለኻ፣ ንሳቶም ኣብ ዝወረደሉ ደረጃ ኣይትውረድ። ምኽንያቱ ንስኻ ምርሳሕ ስለ ዘይትፈቱ፣ ስለዚ ክብርኻን ደረጃኻን ሓሊኻ ንበር። ንሎሚ ዘዳለኹልኩም እዚ እዩ ነይሩ። እንተፈቲኹሞ ጥራሕ ላይክ፣ ስድራ ናይዚ ቁምነገር ቻናል ተዘይኮይንኩም ድማ ከምዚኦም ዝበሉ ጠቀምቲ ቪድዮታትና ክበጽሑኹም ሰብስክራይብ ብምግባር ኣባል ስድራቤትና ኩኑ። የቀንየልና!